ሃገራውን ኣህጉራውን ዜናታት ክድህሰስዋም ዜናታትና ናብ ኩሉ ክባጻሕ ቻነልና ሳብስክራይብ ንምድላዋትና ድማ ላይክ ሸር ብምግባር ክትከታተሉና ብክብሪ ብምዕዳም ናብ ቀንዲ ቀንዲ ነጥብታት ዜና ዘዕልት ክንሰገር ልኡኽ ኣሜሪካ ንመቐለ ዝገብሮ ጉዕዞ ንሳልሳይ ግዜ ከም ዝሰረዞ ተፈሊጦም እቲ ጉጅለ ልኡኽ ናብ መቐለ ኣብ ዝወጠኖ መገሻ ምስ ጀነራል ታደሰ ወረደ ክራኸብ መደብ ከም ዝነበሮ ፍልፍላት የመላኽቶም ብኣብይ ኣሕመድ ተጠፍጢፉ ዝተሰርሐ ኮምሽን ሃገራዊ ምኽክር፣ ኢትዮጵያ ነቲ ክሳብ ምግንፃል ዝኸይድ መሰል ዓርሰ ውሳነ ህዝብታት ንምርግጋፅ ዘኽእል ዓንቀፅ ሰላሳን ትሽዓተን ካብ ሕገ መንግስቲ ንምሕኻኽ ሓደ ካብ ዝሓዞም ቁልፊ ዕማማት ምዃኑ ገሊፆም። ብኻሊእ ወገን ኣብ ትግራይ ኣብ ልዕሊ እቲ ፍልፍል ቅልውላው ፖለቲካዊ፣ ቁጠባውን ሰናይ ምምሕዳርን ኮይኑ ዘሎ ዝተሓላለኸ መስርሕ ቤት ማዘጋጃን መሬት ምምሕዳርን፣ ኣድላይ ዘበለ ስጉምቲ ከምዝውሰደ ተገሊፆም። ሰራዊት ሱዳን ኣብ ደቡብ ኢትዮጵያ ዝርከብ ቁልፊ ምሽግ ዝተቆፃፀረ እንትኾን ሰራዊት ስርዓት ብልፅግና ድማ ንኣርኤስኤፍ ንምድሓን ወፍሪ የካይድ ከምዘሎ ተሓቢሮም። ላዕለዋይ ወታደራዊ ኣመራርሓ ሒሜቲ ድማ ኢዱ ንሰራዊት ሱዳን ሂቡሎም። ነዚኣቶምን ካልኦት ኣገደስቲ ምዕባለታትን ሓባር ባና ስማኩም እዩ ምሳና ጸብቁ። ብቐዳምነት ልኡኽ ኣሜሪካ ንመቐለ ዝገብሮ ጉዕዞ ንሳልሳይ ግዜ ከም ዝሰረዞ ተፈሊጦም እቲ ጉጅለ ልኡኽ ናብ መቐለ ኣብ ዝወጠነ መገሻ ምስ ጀነራል ታደሰ ወረደ ክራኸብ መደብ ከም ዝነበሮ ፍልፍላት የመላኽቱ። ኣምባሳድር ኣሜሪካ ኣብ ኢትዮጵያ ማሲንጋ ንመቐለ ዕለት ዓሰርተ ትሽዓተ ወርሒ ዓሰርተ ክልተ ሽሕን ዓሰርተ ሸሞንተን ዓመተ ምህረት እየ ዝመጽእ ኢሉ ንሳልሳይ ግዜ ቆጸሮ ምስራዙ ተፈሊጡ'ሎ። ኣምባሳድር ኣሜሪካ ኣብ ኢትዮጵያ ማሲንጋ ንመቐለ ዝመጸሉ ምኽንያት ንሌተናል ጀነራል ታደሰ ወረደ ናብ ፕሬዚዳንት ግዝያዊ ምሕዳር ትግራይ ክምለስ ኣለዎ ዝብል ትሕዝቶ ዘለዎ ዝርርብ ንምግባር ከምዝኾነ ፈለጥቲ ውሽጢ ይሕብሩ። ውዙፍ መንግስቲ ብሄራዊ ክልላዊ ትግራይ ክፈርስ ኣለዎ ዝብል ኣጀንዳ ሒዙ ክመፅእ መደብ ዘለዎ እቲ ኣምባሳደር፣ ነዙይ ዝሕግዝዎ ንመቐለ ሒዙ ንክመፅእ ጉዕዝኡ ፅባሕ ዓርቢ ከምዝገበሮ ሓበሬታታት ኣመላኺቶም። ብወገን ስርዓት ብልፅግናን መሻርኽቱን ጀነራል ታደሰ ናብ ፕሬዚዳንት ምምላስ ክሳብ ሐዚ ዘይተዓፅወ ኣጀንዳ ምዃኑ ግና ትግራይ ሐዚ እውን ብትኹረት ክትሪኦ ዝግባእ ኣጀንዳ ምዃኑ እዮም ብዙሓት ዝኣምኑ ዘለዉ። ኣምባሳደር ኣሜሪካ ኣብቲ ንሳልሳይ ግዜ ሰሪዙ ንፅባሕ ወጢንዎ ዘሎ መገሻ ንመቐለ ድማ ምስ ኣመራርሓ ሰራዊት ትግራይ ብምርኻብ ኣብ እዋናዊ ኩነታትን ዘሎ ስግኣት ደበና ኲናት ሓዊሱን ዝተነበረ ማዕቐብ ውሳነ ኣሜሪካ ዝምልከት ከዘራርቦም ኢዩ ተባሂሉ። ካብዚ ብተወሳኺ መሪሕነት መንግስቲ ትግራይ እውን ብፍላይ ኣብ ምፅናዕ ፕሪቶርያ ኣመልኪቱ ኣብተን ክፍፅማ ዘለወን መሰረታዊ ጉዳያት እውን ክዘራረብ ትፅቢት ከምዝግበር ናይ ቀረባ ምንጭታት ይሕብሩ። ካብዚ ብተወሳኺ ድማ ምስ ጉባኤ ዘተን ምርድዳእን ኣባላት ፐብሊክ ዲፕሎማሲ ዝርከብዎም ኣመራርሓታት እውን ክዛተ እዩ ዝብል እቲ ዝረኸብናዮ ሓበሬታ። ናይ ሙሉ መዓልቲ መርሃ ግብሪ ምብፃሕ እዩ ክኸውን ተባሂሉ ኣሎ። ኣብዚ ኩሉ ዝግበር ዘተ ንቐፃሊ ኣብ ዝምዕብል ኩነት ሓዊሱ ብፍላይ ብመንግስቲ ኣሜሪካ ኣቢሉ ተታሒዙ ዘሎ መደብ ጉዳይ ትግራይ ኣንፈት ክህብ ዝኽእል እዩ ይብሉ ተንተንቲ። ኣምባሳደር ማሲንጋ ቅድሚ ሐዚ መቐለ እናተመላለሰ መንጎኛ መሲሉ ክረእ እኳ እንተፀንሐ ሑመራ ከይዱ ምስቶም ኣብቲ ኲናት ፅንተት ተሳቲፎም ብሰፊሑ ምፅናት ዓሌት ከምዝፈፀሙ ብሚኒስቴር ጉዳያት ወፃኢ ኣሜሪካ ዝተኸሰሱ ኣካላት ኣፍልጦ ሂቡ ተረኺቡ ምንባሩ ይዝከር። ኣብ ልዕሊ ትግራይ ዝተፈፀመ ዓብዪ ጥሕሰትን ህይወቶም ኣይተ ሽሓት ተጋሩ ዝጠፈእሉ ኲናት ፅንተትን ሙሉእ እምነት ምሃብ ንብዙሓት ኣጠራጣሪ ይገብሮ። ኣምባሳደር ማሲንጋ ሞንጎኛ ኣይኮነን ዝብል ርእይቶ ዘለዎም ወገናት ንሱ ከም ልኡኽ መንግስቲ ኢትዮጵያ ኮይኑ ምበር ንጉዳይ ትግራይ ብቕንዕና ከምዘይርእዮ ይከራኸሩ። ብተወሳኺ ምስ ካልኦት ኣማኸርትን ልኡኻትን ብምትእስሳር ንጉዳይ ትግራይ ብዘይግቡእ መልክዕ ከምዝሓዙ ይወቕስዎ። ከምዝፍለጥ ቅድሚ ሒደት ሰሙናት ፍሉይ ልኡኽ ሕብረት ኣፍሪካ ኦባሳንጆ ንመቐለ ብምምፃእ መራሕቲ መንግስቲ ትግራይ ከምዘዘራረበ ይዝከርዮ። ዲፕሎማሰኛታት ኣሜሪካ እውን ቅድሚ ኦባሳንጆ ናብ ትግራይ መፂኦምን መራሕቲ ትግራይ ኣዘራሪቦምን እዮም። ኣሜሪካ ኣብ መራሕቲ ህወሓት ናይ ቪዛ ማዕቐብ ኣብ ዝገበረትሉ እዋን ንትግራይ ዘምፅኦም ዘሎ ብዝርዝር እኳ እንተዘይተፈለጠ ናይ ውሽጢ ፍልፍላትና ግን ኣብዞም ዝስዕቡ ጉዳያት ንምዝርራብ ከምዝኾነ ሓቢሮምልና ኣለው። ናይ ኲናት መንፈስ ብኽልቲኡ ወገን ክረጋጋዕ ንምሕታት፣ ተቋሪፁ ዝነበረ ርክብ ክልልን ፌዴራልን ክቕፅል፣ ውዕሊ ፕሪቶሪያ እንደገና ተፈቲሹ ክቕፅል፣ ተመዛበልቲ በይኖም ክምለሱ ፍቐዱ ንምባል፣ ምስ ኤርትራ ርክብ ኣቋርፁ ንምባል ዝብሉ ምዃኖም ዝተሓበሩ ኾይኖም፣ ይኹን እምበር እዚኦም ኩሎም እንትራዩ ግን መኸተ ትግራይ ካብ ምድንጓይ ካሊእ ፋይዳ የብሎምን ዝብል ሪኢቶ ካብ ተጋሩ ይውሃበሉ ኣሎ። ብኻሊእ ወገን ኣብ ትግራይ ኣብ ልዕሊ እቲ ፍልፍል ቅልውላው ፖለቲካዊ ቁጠባን ሰናይ ምሕዳርን ኮይኑ ዘሎ ዝተሓላለኸ መስርሕ ቤት ማዘጋጃን መሬት ምምሕዳርን ኣድላይ ዘበለ ስጉምቲ ከምዝውሰድ ተገሊፁ። ተገልገልቲ ቤት ማዘጋጃ ኣገልግሎት ኣብ ውሽጢ ቤት ማዘጋጃ ፅባሕ ተመለሲ ብዘይብሎም ጉዳዮም ኣብ ግቡእ ሰዓቶም ክውድኡ ኣጥቢቕና ክንሰርሕ ኢና ኢሎም ኣይተ ኣለም ገብረዋህድ። ቢሮ ልምዓትን ከተማን ኮንስትራክሽንን ግዕዝይና ብምቅላስ ስሉጥ፣ ሕጋውን ፍትሓውን ኣገልግሎት ንህዝብና ነረጋግፅ ብዝብል መሪሕ ጭርሖ መድረኽ ዘተሳለጦም ነቲ መድረኽ ዝመርሑ ሓላፊ ቢሮ ልምዓትን ከተማን ኮንስትራክሽንን ትግራይ ኣይተ ኣለም ገብረዋህድ ትግራይ ካብተን ቅልጡፍ ዕቤት ከተማነት ዘለወን ከተማታት ዝሓዛ ዓድታት ምብራቕ ኣፍሪካ ሓንቲ ከምዝኾነትን እዚ ንቐፃሊ ድማ ራኢ ዘለዎ መራሒ ምፍጣር ኣገዳሲ እዩ ኢሎም። ኮይኑ ግን ከተማታት ትግራይ ብፕላንን ዝተዋደደ መፅናዕትን ይምርሓ ከምዘየለዋ ሓቢሮም። ንዝተፈላለዩ መሰረተ ልምዓትን መዘናግዕታትን ተባሂሎም ዝተቐመጡ ቦታታት ብጉቦን ዘይሕጋዊ ኣሰራርሓን ይሽየጡን ይህነፁን ከምዘለዉ ተዛሪቦም። ጉዳይ መሬት ፍልፍል ቅልውላው ፖለቲካዊ፣ ቁጠባውን ሰናይ ምሕዳርን ከምዝኾነን ፅፉፍን ጥቡቕን መሪሕነት ረኺቡ ተሓታትነት እውን ዘስዕብ እዩ ኢሎም። ብፍላይ ንሓምለዋይ ልምዓት ተባሂሎም ዝተተኸሉ ቦታታት ዳርጋ ኣብ ኩለን ከተማታት ትግራይ ንውልቀ ሰባት ብዘይሕጋዊ መንገዲ ከም ዝተሸንሸኑ ገሊፆም። ከተማታት ትግራይ ብደረቕን ፈሳስን ጉሓፋት እተበላሸን ከም መጠራቐሚ ኮይነን ዝረኣያሉ ኩነታት ከም ዘሎ እውን ሓቢሮም። ከቢድ ሓደጋ ኢሎም ዝገለፅዎ ኣብ ቤት ማዘጋጃ ዘሎ ኣገልግሎት ግልጋሎት ኢልካ ንምዝራብ ኣፀያፊ እዩ ዝበሉ ኣይተ ኣለም፣ እቲ ግልጋሎት ብግበረለይ ክገብረልካ ዝግዓዝ ዘይከም ዝኾነ ኣረዲኦም። በቢ ከተምኡን ኣብያተ ዕዩኡን ዘለው ፀገማትን ሕመቓትን ሕቶ ዝህልዎም ኣንፈት መፍትሕታትን ብተሳተፍቲ እቲ መድረኽ ዝተልዓለሎም ኣይተ ኣለም፣ ኩሎም ፀገማት ምስ ህዝቢ ኮይንካ ከምዝፍትሑ ተዛሪቦም። ነዚ ሕመቕን ክፍተትን ንምዕፃው ቤት ምኽሪ ከተማታት ትግራይ ኣብ ምፅዳቕ ሓዱሽ ፕላንን ክትትል ተፈፃምነቱን ኣበርቲዖም ክሰርሕሉ ድማ ፀዊዖም። መሰረተ ልምዓት እንትስርሑ ምዝዛሙ ጥራሕ ዘይኮነስ ካብ ግዕዝይና ዝነፀን ፅሬቱ ዝሓለወን ምዃኑ ዘረጋግፅ ውዳበ ከምዘሎ ዝገለፁ ኣይተ ኣለም ገብረዋህድ እዚ ውዳበ ናብ ስራሕ ኣትዩ ክቆፃፀር ክስራሕ እዩ ኢሎም። ተገልገልቲ ቤት ማዛጋጃ ፅባሕ ተመለስ ብዘይብሉ ኣብ ዝተወሰነ ደቓይቕ ጉዳዩ ክውደኣሉ ኣጥቢቕና ክንሰርሕ ኢና ክብሉ ገሊጾም። ሙሉእ ዓቕምታትና ከይንእክብ ሓኒቑ ሒዙና ዘሎ ግዕዝይና ኣወጊድና ንህዝብና ስሉጥ፣ ፍትሓውን ሕጋውን ግልጋሎት ከነረጋግጽ ኢና ኢሎም። እዚ ሐዚ ዝብሃል ዘሎ ክትግበር ድዩ ኢሉ ዝጠራጠር ኣካል ክህሉ ኣይግባእን ዝበሉ ኣይተ ኣለም፣ ህዝቢ እውን በዓል ዋና ኮይኑ ዘለው ፀገማት ኣብ ምጥቋምን ኣብ ምቅላስን ክሕግዝን ከም መሪሕነት ድማ ቆሪፁ ናብ ተግባር ከምዝወርድ ገሊፆም። ነዚ ዝወጽእ ዘሎ ኣንፈትን መምርሕን ተግባራውነቱ ዝከታተል ጉጅለ ክትትል ተጣይሹ ናበ ስራሕ ከምዝኣቱ እውን ኣብሪሆም ኣለው። ብኣብዪ ኣሕመድ ተጠፍጢፉ ዝተሰርሐ ኮምሽን ሃገራዊ ምኽክር ኢትዮጵያ ነቲ ክሳብ ምግንፃል ዝከይድ መሰል ዓርሲ ውሳነ ህዝብታት ንምርግጋፅ ዘኽእል ዓንቀፅ ሰላሳን ትሽዓተን ካብ ሕገ መንግስቲ ንምሕኻኽ ሓደ ካብ ዝሓዞም ቁልፊ ዕማማት ምዃኑ ገሊፆም። ኮምሽን ሃገራዊ ምኽክር ኢትዮጵያ ኣብ ዓሰርተ ሓሙሽተ ሓምለ ዕስራ ዕስራን ሽዱሽተን ንዝጅምር ሃገራዊ ዋዕላ ንምዝታይ ዘኽእሉ ሸሞንተ ጉጅለ ኣጀንዳታት ብወግዒ ፈልዩ ከምዘሎ ኣፍሊጡ። ካብዞም ኣጀንዳታት እቶም ቀንዲ ኣካታዕቲ ዝኾኑ ዓንቀፅ ሰላሳን ትሽዓተን መሰል ርእሰ ውሳነ፣ ጉዳይ ኣዲስ ኣበባን ኦሮሚያን ከምኡ እውን ቅርፂ ስርዓተ መንግስቲ ብቐዳምነት ተሰሪዖም ይርከቡ። ዋና ኮምሽነር ፕሮፌሰር መስፍን ኣርኣያ ትማሊ ምሸት ኣብ ዝተኻየደ ስነ ስርዓት ምግላፅ ኣጀንዳታት ከምዝሓበሮ እዞም ሸሞንተ ሃገራዊ ኣጀንዳታት ኣብ ዝሓለፉ ዓመታት ብደረጃ ሃገር ኣብ ዝካየዱ ኣኼባታትን ካልእ መንገድታትን ካብ ዝተኣከቡ ሓሳባት ዝተለለዩ እዮም ኢሎም። እቲ ኮምሽነር ከም ዘብርሆ፣ እቲ ቀዳማይ ኣጀንዳ ህንጸት ሃገር ዝብል ኮይኑ፣ ኣብ ትሕቲኡ መንነትን ዋንነትን ሃገር ከምኡ'ውን ሓበራዊ መንነትን ክብርታትን ዝብሉ ንኡሳን ቴማታት ተኻቲቶም ኣሎዉ። ብተወሳኺ ምምሕያሽ ቅዋም፣ መረጻን ኣማራጺ ፖለቲካዊ ስርዓታትን ከምኡ'ውን ቅዋማዊ ኩነታት ብሄራትን ብሄረሰባትን፣ መንነትን ቋንቋን ኣብዚ ዋዕላ ብዕምቆት ክዝተየሎም እዮም። ሓደ ካብቶም ቀንዲ ኣተኩሮ ዝስሕቡ ዘለዉ ነጥብታት ኣብ ዓንቀፅ ሰለሳን ትሽዓተን ሕገ መንግስቲ ኢትዮጵያ ዝተቐመጠ ቕርፂ ስርዓተ መንግስትን መሰል ርእሰ ውሳነን እዮም። ምስዚ ብምትሓዝ ድማ እቲ ኣብ ኢትዮጵያ ካብ ዘለዉ ነዊሕ ዝፀንሐ ፖለቲካዊ ምስሕሓባት ሓደ ዝኾነ ጉዳይ ርእሰ ክትማ ማለት እውን ሕጋውን ምምሕዳራውን ኩነታት ከተማ ኣዲስ ኣበባን ምስ ክልል ኦሮሚያ ዘለዋ ርክብን ቅዋማዊ መሰል ኣብ ኣጀንዳታት እቲ ምኽክር ሰፊሩ ይርከብ። ተወሳኺ መጻኢ ዕጫ ከተማ ድሬዳዋ፣ ጉዳይ ዋንነት መሬትን ሃገራዊ ዕርቅን ኣካል ናይ'ቲ ሓፈሻዊ ዘተ ክኾኑ'ዮም። እዞም ናይ መወዳእታ ኣጀንዳታት ኣብ ደረጃ ፌደራልን ክልላትን ምስ ህዝቢ ብዝተኻየዱ ናይ ምምኽኻር ዋዕላታት ዝተዋጡ ኮይኖም፣ ኣብ ክልል ትግራይ ግን ብሰንኪ'ቲ ዘይርጉዕ ጸጥታዊ ኩነታትን ዘይምትግባር ስምምዕ ፕሪቶርያን ኢሉ ድማ ዘይምምላስ ሕገመንግስታዊ ግዝኣት ትግራይ ኣጀንዳ ናይ ምትእኽኻብ ንጥፈት ከይተኻየደ ተሪፉ። እቲ ኮምሽን ኣብ ኣዚዮም መሰረታዊ ጉዳያት ሃገር ንኹሉ ዘሳትፍ ምይይጥ ብምክያድ ዝሐሸ ሃገራዊ ምርድዳእ ንምህናፅ ብዝብል ተልእኾ ቅድሚ ኣስታት ኣርባዕተ ዓመት ዝተመስረተ ሃገራዊ ትካል እዩ። ፀገማት እታ ኣብ ዝተፈላለዩ ክልላት ብዝካየድ ግጭታት ኣብ ውጥር እትርከብ ኢትዮጵያ ዝተሓላለኸ ምዃኑ ዝገልፁ ወገናት ብዛዕባ ኣገባባት ኣሰራርሓ እቲ ኮምሽን ሕቶታት ከልዕሉ ፀኒሖም እዮም። ብፍላይ እቲ ኮምሽን ተሳተፍቲ ምልላይ ካብ ሕብረተሰብ ምጅማሩ መፍትሒ እቲ ፀገም ከምዘለለየ ክቖፅር እንከሎ ኣገባቡ ግን ንዕላምኡ ዘስሕቶ እዩ ብዝብል ይንቀፍ። ምንጪ ሓሳብን ዘይምርድዳእን መብዛሕቲኡ ካብ ልሂቃን፣ ኤሊት፣ ዝብገሱ ምዃኖም ድማ ከም ምኽንያት ብምጥቃስ፣ እቲ ምይይጥ ካብ ወነንቲ እቲ ጸገም፣ ካብ ላዕሊ፣ ልሂቃን፣ ክጅምር ነይርዎ ዝብል ሙጉት ይቐርብ። ብዋናነት ድማ እቲ ዘሎ ሕገ መንግስቲ ቐስ ብቐስ ብምቕዳድ ኢትዮጵያ ናብ ኣሃዱኣዊ ስርዓት ክመልሳ ይሰርሕ ከም ዘሎ ዝግለጽ ኣብይ ኣሕመድ፣ ኣካል እዚ ሓደገኛ መንገዱ ድማ እቲ ክሳብ ምግንጻል መሰል ዓርሰ ውሳነ ህዝብታት ዝረጋገጸሉ ዓንቀጽ ሰላሳን ትሽዓተን ኣብዚ ምኽክር ኮምሽን ተኻቲቱ ካብ ሕገ መንግስቲ ንክሕከኽ ዝሓዞ መደብ ምዃኑ ገለ ምሁራት ሕጊ ይገልጹ። ሰራዊት ሱዳን ኣብ ደቡብ ኢትዮጵያ ዝርከብ ቁልፊ ምሽግ ዝተቖፃፀረ እንትኾን ሰራዊት ስርዓት ብልፅግና ድማ ንኣርኤስኤፍ ንምድሓን ወፍሪ የካይድ ከም ዘሎ ተሓቢሩ። ላዕለዋይ ወታደራዊ ኣመራርሓ ሒሜቲ ድማ ኢዱ ንሰራዊት ሱዳን ሂቡ ኣሎ። ሰራዊት ሱዳን ኣብ ክልል ቡሉ ናይል ብዝኸፈቶ ሓዱሽ መጥቃዕቲ ኣብ ቀረባ ደቡብ ኢትዮጵያ ዝርከብ ቁልፊ ድፋዕ ዓመፅቲ ኣብ ትሕቲ ቁፅፅሩ ከም ዘእተወ ኣፍሊጡ። እቲ ውግእ ሕድሕድ ሱዳን ኣብ ዝተፈላለዩ ግንባራት እናተጠናኸረ ኣብ ዝመፀሉ ዘሎ እዋን ሰራዊት ሱዳን ብዘካየዶ ልዑል ወታደራዊ ስርሒት ነቲ ቦታ ከምዝተቖፃፀረ ተገሊፁ። ብመሰረት ፀብፃብ ሱዳን ትሪቡንን ዥንዋን እቲ ወታደራዊ ወፍሪ ዕለት ዓሰርተ ሽዱሽተ ሰነ ክልተ ሽሕን ዓሰርተ ሸሞንተን ዓመተ ምህረት ኣብ ወረዳ ጌሳን ብራብዓይ እግረኛ ክፍላተ ሰራዊት ከምዝተኻየደ ስፊሮም። እቲ መጥቃዕቲ ካብ ዶብ ኢትዮጵያን ሱዳንን ብግምት ሓደ ኪሎ ሜትር ርሕቐት ኣብ ዝርከቡ ከባቢታት ኣቡ ዱጉላን ኣሻምቦን ዒላማ ዝገበረ ምዃኑ ተሓቢሩ። ሰራዊት ሱዳን ስትራቴጂካዊ ቦታ ምቁፅፃር ስዒቡ ሰራዊት ኢትዮጵያ ድማ ንኣርኤስኤፍ ንምድሓንን ኩምሩክ ኣብ ትሕቲ ሰራዊት ሱዳን ከይትኣቱን ይፅዕር ኣሎ። ኩምሩክ ኣብ ትሕቲ ቁፅፅር ሰራዊት ሱዳን እንተኣትያ ስልጣን ኣብይ ኣሕመድ ናይ ምብቃዕ ዕድሉን እቲ ስርዓት ኣብ ሓደጋ ምእታውን ዝለዓለ ምዃኑ ተዓዘብቲ ይገልፁ። ብተወሳኺ ላዕለዋይ ወታደራዊ ኣመራርሓ ሒሜቲ ኢዱ ንሰራዊት ሱዳን ሂቡ። ኣብ ሱዳን ክልል ደማዚን ምክትል ኣዛዚ ኮር ኮማንደር ኣደም ኣሕመድ ትማሊ ናብ ሰራዊት ሱዳን ተፀንቢሩ ኣሎ። ኣብ ሚድያ ኣል ሓደስ ዝወጸ ጸብጻብ፣ ዝተመለሰ መራሒ ጽዕንቶ ፈጣሪ ምዃኑ ይሕበር። ምምላስ ኣዛዚ ሰራዊት ኣብ ሚድያታት ዓረብ መዘራረቢ ኮይኑ ውዒሉ ኣሎ። ቅድሚ ኣዋርሕ ኣቢሉ ሜጀር ጀነራል ቁባን ብርጋዴር ጀነራል ሳቫናን ዝተባህሉ መራሕቲ ናብ ሰራዊት ሱዳን ምጽንባሮም ይዝከር። ኣብ ውሽጢ እቲ ሰራዊት ብብሄር ክሳብ ምትኳስ ዝበጽሕ ሰፊሕ ኣፈላላይ ካብ ዝኽሰት ጸኒሑዮ። በዚ ምኽንያት ተራ ሰራዊት ሕሜትቲ'ውን ብዝረኸቦ መንገዲ ይብተን ኣሎ። ብኻልእ ዜና ካብ ወለጋ ናብ ኣንፈት ኣሶሳ ዝንቀሳቐስ ዝነበረ ሙሉእ ብርጌድ ሰራዊት ፒፒ ብሰራዊት ኦሮሞ ነፃነት ሙሉእ ብሙሉእ ተደምሲሱ ኣሎ። ኣብ መተማ እውን ብተመሳሳሊ መንገዲ ዝንቀሳቐስ ዝነበረ ሰራዊት ብልፅግና ብፋኖ ከም ዝተደምሰሰ ተረጋጊፁ። ኣብ ደቡብ ዳርፉር ድማ ብሓይሊታት ቅልጡፍ ደገፍ ዝመሓደር ቤት ማእሰርቲ ብሰንኪ ለበዳ ሕማማትን ተሪር ኩነታት ማእሰርትን ልዕሊ ክልተ ሚእትን ዓሰርተ ሓሙሽተን ሰለማውያን ሰባት ከም ዝሞቱ ሓደ ጉጅለ ሕክምና ሱዳን ብዒስራን ኣርባዕተን ሰነ ሓቢሩ። ጉጅለ ሓካይም ሱዳን እቲ ሞት ኣብ ወርሒ ጉንበትን ሰነን ኣብ ውሽጢ ቤት ማእሰርቲ ዳቅሪስ ከም ዘጋጠመ ሓቢሩ። እቲ ሞት ዝርግሐ ሕማማትን ለበዳታትን ከምኡ'ውን ስቅያትን ሕማም መተሓሓዚ ኣሱራትን ኣብ ትሕቲ እቲ ኣዝዩ መሰረታዊ ደረጃታት ክንክን ጥዕናን ሰብኣዊ ክብርን ከይተረፈ ዝጎድሎ ኩነታት ማእሰርቲ ከም ዝተፈጸመ ገሊጹ። እቲ ጉጅለ ብተወሳኺ ህጻናት ዝርከብዎም ሰላሳን ሓደን እሱራት ቅድሚ ክልተ ሰሙን ኣቢሉ ናብ ሆስፒታል ኒያላ ከም ዝተሰጋገሩ ብምግላጽ፣ ብዛዕባ ድሕንነቶም እናዓበየ ዝኸይድ ዘሎ ስግኣትን ኣብ ከመይ ኩነታት ከም ዘለዉ ንምፍላጥ ከም ዘይተኻእለ ገሊጾም። ሓይልታት ቅልጡፍ ደገፍ ሱዳን ንዝቖሰሉ ተጋደልቱ ንምሕካም ካብ እሱራት ደም ከውጽእ ከም ዝጸንሐ ጸብጻብ ሬድዮ ታማዡድ ይሕብር። እቲ ጉጅለ ኢዱ ንናዎም ኣሰርቲ ብቕልጡፍ ደው ክብል ሰብኣውን ሕክምናውን ትካላት ናብ መዳጎኒ ቦታታት ክበጽሓ ከምኡውን ኩነታት ኩሎም እሱራት ክግለጽ ጸዊዑ። ብተወሳኺ፣ ኣህጉራውያን ትካላት ሰብኣዊ መሰላትን መራሕቲ ሓይልታት ቅልጡፍ ደገፍ ንስቪላት ክከላኸሉን ብመሰረት ኣህጉራዊ ሕጊ ንዝተፈጸመ ግህሰት ክሕተቱን ጸቕጢ ክገብሩ ተሓሳሲቡ። ሰበስልጣንን ተጣበቕቲ መሰላትን ሱዳን፣ ህጻናት ዝርከብዎም ልዕሊ ዓሰርተ ትሽዓተ ሽሕ ወታደራዊ ኣባላትን ስቪላትን ኣብ ዳርፉር ብሓይልታት ቅልጡፍ ደገፍ ተታሒዞም ከምዘለዉ ይግምቱ። መንግስቲ ኢትዮጵያ ሰለስተ ሚእትን ዒስራን ብምሕረት ዝተለቐቑ ናብ ሃገሮም ተመሊሶም ኣብ ዝበሎ ቅጽበት ሓሙሽተ ተጋሩ ከም ዝተቐተሉ ተፈሊጡ። መንግስቲ ንዜጋ ተኮር ዲፕሎማሲ ብዝሃቦ ትኹረት ኣብ ስዑዲ ዓረብ ከይዲ ፍርዶም ተቋሪጹ ኣዋጅ ምሕረት ካብ መንጎ ዝተዋህቦም ኢትዮጵያውያን እቶም ሰለስተ ሚእትን ዒስራን ናብ ሃገሮም ምምላሶም ሚኒስተር ጉዳያት ወጻኢ ኣፍሊጡ ክብላ እየን ሚድያታት እቲ ስርዓት ኣቃሊሐን። ኣብ ስዑዲ ዓረብያ ሓደ ሽሕን ሽዱሽተ ሚእትን ሓምሳን ሓሙሽተን ኢትዮጵያውያን ከይዲ ፍርዶም ተቋሪጹ ተጠቀምቲ ኣዋጅ ምሕረት ክኾኑ ክኢሎም። እቶም ተመለስቲ ኣብ ዓለም ለኻዊ መዕርፎ ነፈርቲ እንትበጽሑ ሚኒስተር ዴኤታ ጉዳይ ወጻኢ ኣምባሳደር ብርሃኑ ጸጋይ ኣቀባብላ ገይሮምሎም ክብላ ድማ ወሲኸን። ይኹን እምበር እቲ ስርዓት ነዚ ፕሮፓጋንዳ ኣብ ዝሰርሐሉ ቅጽበት፣ መንግስቲ ስዑዲ ዓረብያ በምዝውዋር ሓሽሽ ተጠርጢሮም ተኣሲሮም ካብ ዝነበሩ ኢትዮጵያውያን ብሰሉስ ንሓሙሽተ ሽሞምን ዓደሞን ብግልፂ ዝተፀርሑ ተጋሩ ከም ዝሰየፈ ናይቲ ዓዲ ናይ ሃገር ውሽጢ ሚኒስተር ብዓረብኛ ዝውፅእ መግለፂ የመላኽት። ነዚ መግለፂ መሰረት ገይሩ ሂዩማን ራይትስ ዎች እቶም ብመንግስቲ ስዑዲ ዝተሰየፉ ሓሙሽቲኦም ብሰንኪቲ ኣብ ትግራይ ዝተኸፈተ ፅንተታዊ ኲናት ዝተሰደዱ ተጋሩ ከም ዝነበሩ ሽሞም ፀሪሑ ብምፅብፃብ ነቲ ኣብ ልዕሊኦም ዝተፈፀመ ኢሰብኣዊ ተግባር ዓለም ለኸ ናይ ደቂ ሰባት ናይ ምንባር መሰል ዝግህስ ክብል ኮኒኑ ኣሎ። ዜጋታት ኢትዮጵያን ኤርትራን ዝርከብዎም ኣርባዕተ ሃገራት ብኹሉ ናይ መሬት ባሕርን ኣየርን ናብ ሊብያ ከይኣትው ተኣጊዶም። ኣብ ምብራቕ ሊብያ ዝመደብሩ ካልኣይ መንግስቲ ዜጋታት ሱዳን ኤርትራ፣ ኢትዮጵያን ሶማልያን ናብታ ሃገር ከይኣትዉ ዝኽልክል ሓድሽ ኣዋጅ ኣውጺኡ ክብል ማዕኸን ዜና ሮይተርስ ሓቢሩ። ንሓደ መንግስታዊ ምንጪ ጠቒሱ ኣብ ዝዘርግሖ ጸብጻብ፣ ሮይተርስ እዚ ውሳነ፣ ኣተኣታትዋ ወጻእተኛታት ናብ ሊብያ ንምኽላስ ዝዓለመ ምዃኑ የነጽር። እቲ ኣብታ ካልኣይቲ ዝዓበየት ከተማ ሊብያ ዝኾነት ቤንጋዚ ዝመደበሩ ሓደ ክንፊ ናይቲ ኣብ ክልተ ተመቒሉ ዘሎ መንግስቲ ሊብያ፣ ብሰሉስ ኣብ ዘውጽኦ ኣዋጅ፣ ዜጋታት ኤርትራ፣ ሱዳን፣ ኢትዮጵያን ሶማልያን ብኹሉ ናይ መሬት፣ ባሕርን ኣየርን ማዕጹ ናብ ግዝኣት ሊብያ ምእታው ተኸልኪሎም ኣለዉ ይብል። ይኹን እምበር ኣባላት ዲፕሎማስያውያንን ቆንስላውያንን ተልእኾታትን ስድራቤቶምን ከምኡ'ውን ኣብ ዓውዲ ትምህርትን ሕክምናን ዝነጥፉ ሰራሕተኛታት ሕጋዊ ናይ ስራሕ ውዕልን ፍቓድን ካብ ዝምልከቶ ኣካል እንተቐሪቦም ካብዚ እገዳ ነጻ ምዃኖም እቲ ኣዋጅ የረድእ። ብኦሶማ ሓመድ ዝምራሕ መንግስቲ ቤንጋዚ ምስቲ ንምብራቓውን ሰፊሕ ሸነኽ ደቡባውን ክፋል ሊብያ ዝቆጻጸር ወተሃደራዊ ኣዛዚ ጀነራል ካሊፋ ሓፍታር ኪዳን ዘለዎ'ዩ። ብኣንጻሩ እቲ ብሕቡራት ሃገራት ኣፍልጦ ዘለዎን ኣብ ዒስራ ዒስራን ሓደን ናብ ስልጣን ዝመጽእን ብዓብደልሓሚድ ድባቤ ዝምራሕ መንግስቲ መደብሩ ኣብ ርእሰ ከተማ ትሪፖሊ ዝገበረ ምዃኑ ይፍለጥ። እዘን ኣብቲ ኣዋጅ እገዳ ተጠቒሰን ዘለዋ ኣርባዕተ ሃገራት ቀርኒ ኣፍሪካ መበገሲ ናይቶም ብሰንኪ ፖለቲካውን ጸጥታውን ዘይምርግጋዕ፣ ውግእ፣ ጭቆናን ቁጠባዊ ድኽነትን ሃገሮም ራሕሪሖም ዝስደዱ ኣማኢት ኣሽሓት ዜጋታት እየን። ብፍላይ ኣብዚ እዋን ኣብ ሱዳን ዝካየድ ዘሎ ደማዊ ኲናት፣ ኣብ ኢትዮጵያ ዘሎ። ፖለቲካውን ጸጥታውን ቅልውላው፣ ኣብ ኤርትራ ዘሎ ፖለቲካዊ ዓፈና፣ ከምኡ'ውን ኣብ ሶማልያ ዘሎ ስእነትን ርግኣትን፣ ነዞም ዜጋታት ናብቲ ኣዝዩ ሓደገኛ ዝኾነ ምድረበዳ ሰሃራ ብምቁራጽ ናብ ሊብያ ዘምርሕ ጉዕዞ ስደት ይደፍኦም ኣሎ። ፍትዋትን ክቡራትን ቤተሰብ ሓባር ባና ነዚ ዕለት ዝሓዝናዮም ሓበሬታታት ኣብዚ ከም ቤትና ንቻነልና ሳብስክራይብ ንምድላትና ድማ ላይክ ሼር ብምግባር ቤተሰብ ሓባር ባና ይኹን ሰላም።